ጠንቂ ናይዚ ሕጂ ፋሕፋሕ ኢልና ንነብሮ ዘለና ዋላ እኳ ንምንጋሩ ኣዝዩ ኣገዳሲ እንተዘይኮነ ግን ክነግሮ ስለ ዘለኒ እየ ናብዚ ቻነል መፀ ድዛረበሉ ዘለኹ ዋላ እኳ ውሽጣዊ ጉዳያት ናይ ስድራኻ ወይ ድማ ናትካ ወፂኻ ምዝራብ ፅቡቕ ከምዘይኮነ እንተፈለጥኩ ግን እዚ ናተይ ፈውሲ ብገለ ወገኑ ዋላ እኳ እንተረኸበ ምሉእ ብምሉእ ኣይሓወየን ዘሎ። ስድራይ ተመሪዖም ብሓሳብ ካብ ዝነብሩ ልዕሊ ዕስራን ሓሙሽተን ዓመታት እዮም ገይሮም። ኣነ ተወሊደ ክሳዕ ዝዓቢ ልቢ ገይረ ክሳዕ ዝውስን ድማ ብሓንሳብ እዮም ነይሮም። ወለደይ ክምርዓዉ ከለዉ ብናይ ክልቲኦም ስድራ ተቐባልነት ዘይነበሮ ተፈታዊ ዘይኮነ መርዓ ከም ዝኸውን ኢዮም ዝነግርዎም ዝነበሩ ምኽንያቱ ገለ ደም ድዩ ወይ ዘይምስምማዕ ኣብ ሞንጎኦም ተፈጢሩ ስለ ዝነበረ። ገለ ካብቲ ምኽንያት ኣቦይ ከም ዘዕልለኒ ንሱ ንእሽተይ ትሕቲ ዕድመ ስለ ዝነበረ ካልእ ከኣ ኣቦይ ነደይ ዘይኮነ ክምርዓዋ ዝተመደበሉ ካልእ ጓል ከም ዘላ ንሳ ጓል ዓርከያ እንዳ ተባህለ ከምዚ ሕጂ ንሕና ኣብ ፍሊም እንሪኦ ከምኡ እንዳ ተባህለ ንሱ ግን ናቱ ፍቃድ ኣቀዲሙ ምስ ኣደይ ምስ ተመርዓወ ነደይ ሒዝዋ ናብ ኣስመራ ከም ዝመጸ ኢዩ ዝነግረና ኣብኡ ከኣ ጥዑም ዝኮነ ፍቅሮም እንዳ ኣስተማቀሩ ኣቦይ ሰርሑ ይገብር ኣደይ ከኣ ናይ ስፌት ፍልጠት ስለዝነበራ ዘዝሰፈየቶ እንዳሸጠት ምስ ባባ ናብርኦም ክልቲኦም ይመርሑ ከምዝነበሩ ኣቦይ ብቐጥታ እዩ ዝዕለም ዝነበረ። ከምዚ እንዳበሉ ድሕሪ ክልተ ዓመት ኣቦይ ነቲ ቦኽሪ ሓውና ከምዝወለድዎ ድሕሪኡ ከኣ ኣነ ድሕሪ ናይ ሰለስተ ዓመት። ጻኒሒት ከምተወለድኩ እዮም ዘዘንትውልና ዝነበሩ። ብጉዳይ ስራሕ ሓቦይ ኣዝዩ ግዱስ ብምንባሩ በቶም መሳርሕቱን በቶም ኣስራሕቱን ኣዝዩ ዝነኣድ፣ ብኸምኡ ከኣ ገንዘብ የብልናን ሸምጢጥና ኢና ክነምጽኣልኩም ቆጽሊ እኮ ኣይኮነን ድብል ቋንቋታት ጠፊኡ ኣቦይ ኣብ ስርሑ፣ ኣዝዩ ንፉዕ ክኸውን ምስ ጀመረ፣ ደሞዝ ክውሰኸሉን ሓላፍነት ክወሃቦን እዩ ዝኸኣለ። ኣቦይ ከምዚ እንዳበለ ሓላፍነቱ ወሲኹ፣ ደሞዙ ከኣ ካብቲ ዝነበሮ ብዕጽፊ ምስ ወሰኸ፣ ገዛ ለዊጥና፣ ንብረታትና ኩሉ ከኣ ናይ ሃብታማት ኮይኑ፣ በቃ ዝጎደለና ኣይነበረናን። ከምዚ ኢልና እንዳቐጸልና ከለና፣ ኣዝዩ ጥዑም ህይወት እንዳስተማቐርና ሓደ ግዜ ግን ማማን ባባን ክጋራጨዉ ንመጀመርታ እዋን ብዓይነይን ብእዝነይን ክርእን ክሰምዕን ጀመርኩ። እቲ ዘረባ ኣርእስቱ እንታይ ምዃኑ ክንሕዞ ኣይከኣልናን፣ ኣነን ሓወይን ግና ኣዚና ተጨነቕና። መዓስ እዮም ዝውድኡ? ንሕናኸ መዓስ ኢና ንዛረቦም? እንዳበልና። እዞም ስድራና ግን ንኸባቢ ዓሰርተ ክልተ ሰዓት ኮፍ ኢሎም ክዘራረቡን ክተሓራረቁን ባባ ከኣ ንማማ ኣብቲ ናይ መወዳእታ ግዜ ጸፊዕዋ ከም ዝወጸ ኢና ርኢና ጸፊዕዋ ስለ ዝወጸ ንዓና ኣሰንቢዱና እዩ እዋእ ማማ ዳንታ ኮይኑ ጸፊዕዋ ኢልና ቀልጢፍና ተጓይና ንማማ ኣጆኺ እንታይ ኮይኑ ባባ ደኣ እንዳበልና ማማ ኣጆኺ ደሓን ደሓን ኢለ ከኣ ኣነ ንብዓት ኣደር ዘላ ከለኹ ይዝከረኒ እዩ ካብዛ ግዜ እዚኣ ክሳዕ ኣነ ሳዋ ዝወርድ ኣቦይን ኣደይን ከምዚ ዓይነት ጠባይን ባህርን ሒዞም እዮም ዝጓዓዙ ዝነበሩ እቲ ከቢድ ድገብሮ ነገር ተሎ እቲ ቦኽሪ ሓወይ ናይ ኣቦይን ናይ ኣደይን ተጽዕኖ ስለዝፈጠረሉ ብጣዕሚ እዩ ከቢድዎ ብጣዕሚ እዩ ከኣ ርእሱ ጭንቀት ክገብርን ዘየለ ነገር ክሓስብን ዝጀመረ እቲ ምኽንያት ኣቦይን ኣደይን ክዛረቡ ከለው ንሕና ኣብ ዘለናሉ ቦታ ስለዝዛረቡ ንሕና ከኣ እቲ ዘረባ የሰንብደና ነቲ ቦኽሪ ሓወይ ብፍላይ ከኣ ብጣዕሚ እዩ ዘሰንብዶ። ለይቲ ለይቲ ባባ ኖኖ ባባ እንዳበለ ክስንብድ ክብህርር እንታይ ዝኾን ዶ ነዚ ቆልዓ እምቧእ ምዝርራምና ዶ ወደይ ሃስይዎ ይኸውን ድብል ሓሳባት ካብ ክልቲኦም ስድራና ጠፊኡ እዩ። ብኸምኡ መንጽር ከኣ እዚ ቦኽሪ ሓወይ ሳዋ ወሪዱ ድሕሪ ምምላሱ ቀልጢፍ እዩ ንስደት ዝወጸ። ንስደት ዝወጸኣሉ ገንዘብ ስለ ዝሰኣነ ወይ ካልእ ነገር ኣይኮነን ስለ ዘጨነቕዎ ርእሱ ክቆጻጸሮ ስለ ዘይከኣለ'ዩ ቀልጢፉ ንስደት ዝመረጸ። ኣብ ስደት ከኣ ንንውሕ ዝበለ ዓመታት፣ ኣነ ሳዋ ወሪደ ክሳዕ ዝምለስ ኣብ ሱዳን ከይኑ ይሰርሕ፣ ጽቡቕ ህይወት ዝመርሕ ከም ዘሎ ኢዩ ዝሕብረንን ዘዕልለንን ዝነበረ። ካብቲ ዘዕልለኒ ዝነበረ ከኣ ሓደ ነገር፣ ውሳኔ ክህበሉ ምዃኑ ይነግረኒ ዋላ እኳ እንተነበረ ግን ይውስነሉ ኢለ ኣነ ሓሲበ ኣይፈልጥን'የ። ኣብ ኣፍሪቃ ኮንካ ምንባር፣ ሓዳርካ ምምስራት ወይ ካልእ መነባብሮኻ ምግባር ብጣዕሚ ከቢድ'ዩ። ስለዚ ብዝተኻለን መጠን ኣነ ንኤውሮጳ ክኸይድ'የ ኢሉ የዕለን ስለ ዝነበረ በጃኻ'ባ በጃኻ'ባ በጃኻ በየናይ መንገዲ ኢኻ ክትከይድ ኣዝማድዶ ኣለዉ ናይ ማኡ እንዳበልኩ ከተራርፎ ዋላ እኳ ተፈተንኩ ንሱ ግን ኣይከውን ኢዩ እዚ ነገር እዚ ስለዚ ቀልጢፈ ክውስን ኣለኒ ባባ ተሓገዘኒ ጽቡቅ ኣይሓገዘንን ግን ኣነ ንሂወተይ ከደላድል ድክእል እኩል ሰብኣይ እየ ንስኪ ጥራይ ብኣይ እንዳ ሓሰብኪ ከይትጭነቅለይ እንዳ ጸለኪ ጽንሒ ኢሉ ኣብ እዝነይ ዓጸዋ ነቦይ ደዊሉ ከም ዝሓተቶ ከኣ ኣቦይ ሓውኪ ከም ዝብለኒ ኣሎ ነጊርኪ ነይሩ ድዩ በለኒ ኣነ ከኣ እወ ኣተንቢህለይ ነይሩ ነጊርካ እዩ ንዓኻኸ እሞ እንተላይ ኢልክዮ በለኒ ኣነ ከኣ ዋእ እንታይ ክብሎ ደኣ ጽቡቅ ኣይኮነን ኣዝማድ የብልናን ኣብኡ በጃኻ ትረፍ እየ ዝብሎ ዘለኹ ኢለ እቲ ኣነ ዝመለስክሉ መሊሰ ደጊመ ተዛረብክዎ ባባ ዘረብኡ ቆጢቡ ሽዑንሽዑ ማማ ምጽእ ምስ በለት እዩ ካብቲ ሳሎን ተሲኡ ዝወጸ ንሓወይ ኣብ ዝደወልክሉ እዋን በቃ ዝሓፍተይ ኣነ ባባ ዝሕግዘንን እዩ ዝመስለኒ ነይሩ ሕጂ ግን ዋላ ሓንቲ ተስፋ ኣይህበንን እዩ ዘሎ እምበሺ ደኣ ተኺኢልካ ናብ ዓድኻ ተመለስ እዩ ዝብለኒ ዘሎ ኣነ ከኣ ናብ ዓደይ ንኽምለስ ኣይኮንኩን ክወጼ ብሰንኪ ናትካን ናይ ማማን ዘይምስምማዕ ርእሰይ ስንባደ መሊኡ ካልእ ሕማማት ከጥሪ ብኸየናታት ክንቀሳቐስ እዩ እኮ ገይርኒ ዘሎ ባባ ኢለ እየ ተዛሪበዮ በለኒ። ባባ ግን ነዛ ንሱ ዝተዛረባ ዘረባ ከም ሓንቲ ኣርእስቲ ኣልዒሉ ንስኻ ከምኡ ክትብለኒ ስዲ ወዲ ስዲ ወዲ መን ደኣ ትበሃል ወዲ ሰበይቲ በል ኣብ ትበጽሖ ክርእየካ እየ ገንዘብ ኣይሰደልካ ቤተሰብ ኣየፋልጠካ ክትርእየኒ ኢኻ መን ምዃነይ ኢሉ መልሲ ከም ዝሃቦ ከኣ ወሲኹ ነገረኒ። ሓወይ ብናይ ባባ መልሲ ኣዝዩ ተናዲዱ በል ክርእየኒ'ዩ፣ ኣነ ኣብ ዝሓሸ ቦታ በጺሐ ክርእየኒ እንድዩ ኢሉ እንዳፈከረ ቻው ኢሉኒ'ዩ ዝዓጸዋ። ከምዚ ኢሉ ተዛሪቡ ንዓይ ኣብ መንጎ ምዕጻዉ ኣሻቒሉኒ። እንታይ ክገብር ከም ዝኽእል ኣይፈልጥን'የ ኔረ። ሓወይ ተበጊሰ ኣለኹ ካብ ዝብለኒ ሓደ ወርሒ ምስ ኣሕለፈ ኣነ ኣዝየ ተሻቐልኩ። ዋእ! ሓወይ ደኣ ደሃዩ እንታይ ኮይኑ ዘይገበረለይ ምሽ ተበጊሰ ኣለኹ ኢልኒ እንዳ በልኩ በታ ናቱ ተሌፎን ዋላ እኳ ኢንተርነት ከይደ እንተ ፈተንኩ ግን ካብ መስመር ወጻእን ኣይትሰርሕን ከም ዘላ እያ ትሕብረኒ ሓወይ በዝን ወዲ ከምዝን ነገራት ተተፋኒኑ ካብ ገዛ ምውጽኡ ጥራይ ከይተርፎ ንሓደ ወርሒ ሙሉእ ክጠፍእ ይኽእል ድዩኸ ሰብ እንዳ በልኩ እየ ንርእሰይ ብዘየለ ሓሳባት ክመልእ ዝጀመርኩ ንባባ ተሓተትክዎ ንሱ ውን ከምዚ ከማይ ተጨኒቁ እዋይ ዝወደይ በቃ ኣነ ሕማቅ ሰተዛረብክዎ ኣብ ገዛይ ድማ ሰላም ሰለ ዝሰኣነ ወጼ ክብለኒ ከብቅዕ ሲ ሕጂ ከኣ ደሃዩ ክጠፍኣኒ ዋይ ወደይ ዋይ ወደይ እንዳ በለ ኢዱ ኣብ ርእሱ ጌሩ ክሓስብ ጀመረ ድሕሪ ናይ ብዙሕ ኣዋርሕ ጻኒሒት ናይ ሓወይ ደሃይ በጽሓና ሓወይ ብሂወት ከምዘየለን ኣብቲ መንገዲ ናይ ሳራ ከኣ ከም ዝተረፈን እቶም ምስኡ ዝወጹ የዕርኽቱ በቃ ሕጂ ክንነግረኩም ስለ ዘለና ረኣዩ እምበር ኣብ ትሽዑ ሰዓትሲ ዋላ ንሕና ውን ተስፋ ኣይነበረናን ወድኹም ግን ብጣዕሚ ጥዑም ሰብ እዩ ሓንቲ ነገር ናቱ ሕማቅ ተላቶ እንታይ እያ ጭንቀት እያ ብጣዕሚ እዩ ዝጭነቅ ኢሎም ነቦይ ኣርድእዎ። ኣቦይ ዝሕዞን ዝጭብጦን ስኢኑ ሰንከልከል እንዳበለ ኣብዛ መሬት ጠፋዕ ኢሉ ወደቀ። ኣደይ ስዒባቶ ከኣ ብኣውያት ነዛ ገዛውቲ ክትጽውዕ'ያ ተገዲዳ። መዓንጣ ከብደይ ሕርር ድሕሪ ምባል ዋሕወይ ዋሕወይ እንዳበልኩ ንባባ ብሰንክኻ'ዩ ብሰንክኻ ይርኣዮ ኣቦይ ብሰንክኻ ይርኣዮ ሓወይ እንዳበልኩ ዝዛረቦ ጠፍኣኒ። ዳስ ተተኺሉ ሓዘን ሰባት እንዳበጽሑ ከለዉ ሓንቲ ሰብ ትኽ ኢላ ንባባ ጽንዓት ይሃብካ። ኣጆኻ በርትዕ ኣብ ጎንኻ ኣለና ኢላ ምስ ተዛረበቶ ማማ ከኣ ተቐብል ኣቢላ እስከ ርሓቕለይ ንስኺ ካብዚ ውጽለይ በለታ። ማማ ሓዘንተኛ ሰብ ስለ ዝኾነት እቶም ሰባት ምጽእ ምጽእ ኢሎም እስከ ውጽላ ካብዚ ከባቢኣ ርሕቕ በልላ ርሓቕለይ እንተኢላትኪ ዘይትርሕቕላ ስለምንታይ ስለምንታይ ጓሂ ትውስኽያ እንዳበሉ ደፊኦም ደፋፊኦም ካብቲ ዳስ ኣውጽዋ። ኣቦይ ግን ጽቡቕ ኣይተሰማዖን። እንታይሲ ዝገበረትኪ ኢኺ ከምዚ ከተዛርብኪያ? ኢሉ ምስኣ ኮርዩ ናብ ደገ ወጸ። ኣነ ግርም ዝብለኒ ዋእ ባባ ማዕረ ክንድኡ ድዩ ልቢ ዘይብሉ ኮይኑ? እሞ ንማማ ከኣ ኮርይላ ኣብ ሓዘን ምድሪ ክወጽእ? ሓወይ ኣጥፊእና እንዳበልናስ ሕጂ ከኣ ልቢ ባባ ናብ ካልእ ክጠፍእ? እንታይ ዝበሎ ሓዘንዩ ኣብ ቤትና ኣትዩ? እንዳበልኩ በቃ እንታይ'የ ክገብር? ዓቕለይ ጽብብ በለኒ። ሓዘን ተዓጽዩ ኣነን ማማን ብሓንሳብ ሻሂ ክንሰቲ ኣብ ገዛ ኣብ ሳሎንና ኮፍ ኢልና እንከለና ከምዚ ኢለ ሓተትክዋ፣ ማማ ሕጂ ኣነ ክንዲ ሰብ ዝኣኸልኩ'የ። ኩሉ ኪሓባእኺ ክትነግሪኒ እደሊ። ስለምንታይ ኢኺ ምስ ባባ ተባኢስኪ ዘለኺ? ስለምንታይ'ዩ? ኣብ ሞንጎ ናይ ዕድሜና እዩ'ኮ እዚ ነገር ጀሚሩ። ክሳብ ሕጂ ከኣ። መደምደምታ ኣይረኸበን። እንታይ እዩ እቲ ጸገም? ኢለ ውሽጢ ውሽጣጠ ክሓታ ጀመርኩ። ማማ ቀዲማ ዋላኳ እንተዘይመለሰትለይ፣ ሽዑ ግን ኣቦኺ በዲልኒ በለትኒ። ዋእ ማማ እታ ናይ ብቐዳማይ ድያ? በታ ናይ ብቐዳማይ ኮሪኸሉ ከይትኾኒ። እንተ ሓደ መዓልቲ ከኣ ክጻወተኪ ኢሉ ተዛረበኪ ባል ኢኺ ኮሪኺ? ኢለ ክዛረባን ከዘክራን ጀመርኩ። ሰው በል እስከ እዛ ጓለይ ናይ ኣቦኺ ነገር ተዘርዚሩ ይውዳእን እዩ። ኢላ ዕላላ ቀጸለትለይ። ኣቦኺ ከምዚ ትርእዮ ካብ ዝተሓተ መነባብሮ ናብ ዝለዓለ መነባብሮ ከብጽሖ ከሎ ኣምላኽ ኣይዘከሮን በጃኺ ዝበዝሐ ግዜኡ ኣብዛ ኣብ ፊትና ትርእያ ዘለኺ ገዛ ኣብኣ ሓንቲ መሓዛያ ነይራትኒ'ያ ልክዕ ናብቲ ገዛውቲ ምስ ለወጥና ክትሕግዘኒ ኢላ ዝተቐራረበት ብድሕሪኡ ምስ ኣቦኺ ኣዝዩ ጥቡቕ ዝኾነ ዝምድና ክትገብር እያ ጀሚራ። ኣቦኺ ከኣ ሓድሽ ስለ ዝኾነ ንኹሉ ነገር ቀልጢፉ እዩ ብገርህነት ዝተቐበላ። ኣብ ስራሕ ውዒለ ክብለኒ ከሎ ትዝክርዮዶ? በለትኒ። እወ ብዙሕ ግዜ እንዩ ከምኡ ዝብለና። እወ እዛ ጓለይ። ሓደ ግዜ ሙሉቕ ኢለ ካብዛ ገዛ ከይደልኩም ነይረ። እታ ማዕጾኦም ፍንቅቕ ኢላ ስለ ዝነበረት ቀልጢፈ ኣትየ እንታይ ይገብሩ ከም ዘለዉ ክፈልጥ ደለኹ። ምስ ረኣኹዎም ንብዓት፣ ሕቖይ፣ ብርከይ ኩሉ ነገርይ በቃ ቆራዕራዕ ክብለን ጀመረ። ኣቦኺ እግሩ ኣብ ሳሎን ኣሳፊሑ ንሳ ከኣ ኣብቲ ናይ እንዳ ቡን ኮይና ዕጣና እንዳ ገበረት ቡና እንዳ ኣፍለሐት ጽቡቕ መግቢ ቀራሪባ ኣብ ጣውላ ክትምሳሕ ትዛረቦ እያ ዝነበረት። ዋላ ብዛዕባይ እውን ይዛረቡ ነይሮም ግን ሕጂ ይነግረኪን እዩ ንሱ እዛ ጓለይ ኣነ ግን ጥዕናይ ይስእን ኣለኹ። እዝን ወድን ከምዝን ኩሉ ሳዕ እዩ ዝገብሮ ኩሉ ሳዕ ደንጉየ ኣለኹ ኣይመጽእን እየ ክብለና ከሎ ናብዛ ገዛ ክኸይድ ብዘይ ምቁራጽ እየ ዝርእዮ ሓደ ግዜ ምስ መረረኒ ግን ነቲ ናይ ሳሎኖም ማዕጾ ከፊተ እንታይ ኢኹም ትገብሩ ዘለኹም ኢለ ምስ ኣተኽዎም ብጣዕሚ እዮም ሰንቢዶም እዛ ኣቦኺ ናብ ዝኣትወ እዩ ስኢኑ ንሳ ኣዝያ ሓፊራ ንሱ ኸኣ ቀልጢፉ እቲ ቁልፉ ተፈቲሑ ክበልዖ ዝጸንሐ መግቢ ገዲፍዎ ብድሕረይ ነቲ ማዕጾ ጋህ ኣቢሉ ከደ። ናብ ገዛ ምስ መጸ ከኣ ኣብ ህይወተይ እኮ ንስኺ ብጀካ ደቅኽን ሓዳርክን ክትገብሪ ደገ ወጺእኺ ንዓይ ክትከታተልኒ ኣይግበኣክን እዩ። ንስኺ ክትቆጻጸርኒ እንታይ ማለት እዩ? ሰበይቲ ንሰብኣያ ክትቆጻጸሮ? ኣበይ ዘለኺ ክስኺ ኢሉ ብጽፍዒት እንዳ ሃረመ ንለኪ ገጸይ ዘይሃስስ ስምብራት ኣንቢሩሉ ኣሎ። ኢላ ዘረባኣ ኣብዚ ደምደመት። ብውሽጠይ ከኣ ባባ ገለ ነገር ኮይኑ ድኣ ኣሎ እምበር ብጥዕንኡስ ኣይኮነን ብቀልቡ ውን ኣይኮነን ገለሲ ጌራትሉ ኣላ ንባባ ከተዛርቦ ኣይትክእልን ኢካ ምክንያቱ ዕድል ስለ ዘይህበካ ካልኣይ ክኣ ጓል ክትዛረብ ኣይፍቀዳን እዩ ዝተኣዘዘቶ ጥራይ ክትገብር ኣለዋ ድብል ኣረዳድኣን ሓሳብን ስለ ዝነበሮ ንዓይ ክርድኣኒ ዝክእል ሰብ ኣይኮነን ከምዚ እንዳበሉ ግን ብሓንሳብ ክነብሩ ማማ ወላ ሓንቲ ከም ዘይሽግራ እያ ኣረጋጊጻትለይ። እንታይ እሞ ክገብር'የ በዓል ቤተይ እዩ በዓል ኪዳነይ እዩ ንሱ ክሳዕ ዘይፈትሓኒ ኣነ እንታይ ክገብር'የ ክፈትሖ ኢላ'ያ ንማማ ሓዳራ ክሳብ ሕጂ ኣጽኒዓ ሒዛቶ ዘላ ኣብ መወዳእትኡ ግን ባባ ባዕሉ ብገዛእ ርእሱ ኣነ ምሳኺ ክነብር ኣይክእልን'የ ኢሉ ክፋታሕ ከም ዝደለየ ሓሳብ ዘቕረበላ። ንሳ ዋላ እኳ ተተቓወመቶ ግን ሰብኣይ ኣንቂ ድዩ ብኸምኡ መንገዲ ከኣ ተፋትሑ። ድሕሪ ባባ ምፍትሑ ከኣ ነስቤዛናን ንዓናን ዝኾን ነገር ጥራዩ ገንዘብ ዝሰደልና ዝነበረ። ኣነ ነቲ ገንዘብ እቲ ከታኻኽሎ ዋላ ተደለኹ ከነታኻኽሎ ከም ዘይንኸእል ንኸልቴና ከናብረና ከኣ ኣጸጋሚ ምዃኑ ምስ ተረደኣኒ ንስደት ክወጽእ ተገደድኩ። እቲ ስምብራት ናይ ኣቦይን በቲ ከኣ ናይ ሓወይ ዕዮ ክፍጽሞ ኢለ ንስደት ወጻኹ ኣምላኽ ይመስገን ኣብ ሱዳን ምስ ኣተኹ ብሱዳን ጌረ ንሊብያ ካብ ሊብያ ከኣ ናብ ኤውሮጳ ምስ ኣተኹ ሓደ ቅድም እዩ ንማማ ንሕና ንኣሽቱ ስለ ዝነበርና ናብ ሹቕ ከይዱ ኣስቤዛ ዘምጻላ ድኾነ እንተ ኢላቶ ከኣ ልክዕ ከምታ ንሳ ኣብ ልባ ዘላ ንብረት ኮነ ኣስቤዛ ዘምጻላ እዩ። እዚ ሰብ እዚ ጎረቤትና ዋላ እኳ እንተኾነ ብዙሕ ርክብ ግን ምስ ስድርኦም ኣይነበረናን። ማማ ነዚ ቆልዓ ብጣዕሚ እያ ትፈትዎ። ደሓር ግን ምስ ዓበየ ናበይ ከም ዝኸደ ደሃዩ ሰኣነት። እዋእ እዚ ቆልዓ ደኣ ናበይ እዩ ከይዱ? ኢላ ክትሓተሉ ንዓይ ሒዛትኒ ትኸይድ ከም ዝነበረት ይዝከረኒ እዩ። እሞ እዚ ቆልዓ እዚ ኣብ ኤውሮጳ ጭሒሙ፣ ገጂፉ፣ እየ ረኺበዮ። መጀመርታ ኣብ ዝኣተኹሉ እዋን እቲ ዓዲ ሓድሽኒ ብምንባሩ ቀልጢፈ ክለማመዶ ኣይከኣልኩን። ስራሕ ምስ ጀመርኩ ግን ክለማመዶ ጥራይ ዘይኮነስ ከም ዓደይ ኮይኑ ክንቀሳቐስ ጀመርኩ። ነዚ ሰብ'ዚ ግን ሓደ መዓልቲ ናብታ ንዝሰርሓሉ ሱፐርማርኬት መጺኡ እቲ ክገዝኦ ዝደለየ ንብረት ሒዙ ገንዘብ ክኸፍል ናባይ መጸ። ምስ ጠመተኒ ኣብ ኢና ንፋለጥ ደኣ ኢሉ ብትግርኛ ምስ ሓተተኒ ዋእ ትግርኛ ዛረብ ዲኻ በልክዎ ይዛረብ ጥራይ ኣነ እኮ ወዲ ከምዚ ዓዲየ በለኒ ዓዱ ምስ ሰማዕኩ እዋእ እዚ ዶ ይኸውን ኢሉ ኣብ ኣእምሮይ ትዝ በለኒ ግን ምስቲ ቆልዕነቱ ሕጅን ዘለዎን በበይኑ ዝኾነ መልክዕ እዩ ሒዙ ዘሎ በል ኣነ ኩስቶ ይበሃል ኢለ ሽመይ ነገርክዎ ንሱ ከኣ ሽመይ ጸጸኒሑ ድሕሪ ምድግጋም ኣነ ከኣ ክስቶ ይበሃል ምስ በለኒ እዋእ እሞ ንስኻ ኢኻ ንማማ ትለኣኣኻ ዝነበርካ ሰብ ኢለ ብምግራም ሓተትክዎ ንሱ ከኣ እዋእ ከምኡ ኢላትኪ እምበኣር እሞ ደሓን ድያ ሕጂኸ ከመይ ኣላ ጠፊኤያ እንዴ ሃንደበት እንዴ ወጺኣ ኣነ ከኣ ብዙሕ ይጥምቱኒ ስለ ዝነበሩ በቲ ከኣ ሳዋ ስለ ዘይወረድኩ በቃ ኣሸጊሮምኒ እዮም መመጺኦም ክገፉኒ መመጺኦም በቃ መወዳእትኡ ግን ናብዚኣ ክወጽእ መሪጸ ኣምላኽ ኣቕኒዕለይ ከኣ መጼ ንዓኺ ከኣ ረኺበኪ ኢሉ ተሌፎኑ ገዲፍለይ ከደ ኣብ ዝጠዓመኪ ሰዓት ደውልለይ ኢሉ ከኣ ተፋነወኒ። ምስዚ ሰብ ተላሊና ብጣዕሚ ጥዑም ዝኾነ ግዜ ከነሕልፍ ጀመርና በቲ ማማ ትተኣማመነሉ ስለ ዝኾነት በቲ ከኣ ኣነ በዚ ዝርእዮ ዘለኹ መንገዲ ኣዝዩ ንፉዕ ወዲ እዩ ንፉዕ ናይ ስራሕ ሰብ ዋላ ግጅፉ ከምዚ እንተኮነ ስለምንታይ እዩ ከምዚ ገጂፉ ንዓይ ትርጉም ኣለዎ ምዚ ሰብ እዚ ነዊሕ ግዜ ምስ ገበርና በቃ እሞ ንማማ ሓጎስ ይኮና ንዓና ከኣ መጠርነፊ ይኮነና ብምባል ቀልቲፈ ሓዳር ክንገብር ክደፋፍኦ ጀመርኩ እዙፍቃርየይ ብዙሕ መንገድን ብብዙሕ ዘረባን ተኣማሚነሉ ክሳዕ ዘለኩ ምስኡ ክነብር በቃ ኣነ ሹሬ ሂወተይ ካብቲ ዘላቶ ኣዝያ ከም ትጽብቕ ኢለ ነደይ ድሕሪ ክልተ መዓልቲ ደወልኩላ ሓዳር ክገብር ከም ዝሓሰብኩ ከኣ ነገርክዋ ኣዝያ ተሓጒሳ ዕልል በለት እቲ ሰብ ከኣ እቲ ዝለኣኣኻ ዝነበረ ወዲ ከም ዝኾነ ነገርክዋ እዋእ ቤን ቤን ዶ ተረኺብኩም ኢላ ተገሪማ ተሓጒሳ ካልኣይ ሳዕ ዕልል በለት ከምዚ ኢልና ነዊሕ ዕላል ድሕሪ ምዕላልና መዓልቲ ከምዚ ቆሪጸ ኣለኹ እሞ ንኹሎም ስድራ ንገርዬም ኢኺ ንባባ ዝብሃል ግና ከይትነግርለይ ኣይድልየንን እዩ ንሱ በልክዋ። ኩሉ ነገር ክሕግዙና ዝኽእሉ ድልዱላት መንእሰያት የሕዋት ዘለውዎ ሰብኣየይ ንዕኦም ገንዘብ እንዳሰደድና እቲ ንመርዓ ዘድሊ ኩሉ ነገራት ቀራርቡልና ኢልና ቅድም ኣበጊስናዮም ስለ ዝነበርና ዋላ ሓንቲ ኣይተጸገምናን መዓልቲ መርዓና ኣኺሉ ንሕና ቅድሚ ወርሒ ናብቲ ዓድቲ መጻና። ወላዲት ኣደይ ቀዲማትኒ ከም ትመጽእ እየ ገይረ ነይረ። ናይ መርዓና ግዜ ኣዝዩ ጥዑም እዩ ነይሩ። ናይ ሆቴል መደብ ምስ ወዳእና ኩላትና ናብ ሆቴል ኢና ከይድና። እተን ዝተረፋ መሓዙተይ ነናብ ገዘኣን ክኸዳ እየን ተገዲደን። እታ ሓንቲ መሓዛይ ግን ዝሕግዛ ሰብ ስለ ዘይብላን ብጣዕሚ ከኣ ስለ ተደንግጸንን ናብቲ መዕረፊ ጋይሽ ሒዝናዮ ዝነበርና ሒዘያዮ ከይደ። ንሱ ከኣ በዓል ክልተ መደቀሲ ስለ ዝነበረ ሓደ ንዓኣ ሓደ ከኣ ንዓና ኢለ ፈለልኽዎ። ኣካላተይ ተሓጺበ ከኣ ኣብ ሳሎን ኮፍ ኢለ ምስ ሰብኣየይ እናዕለልኩ ምስ መሓዛይ ከኣ ገዛሞ ከመይ ረኺብክዮ? ንሓደ መዓልቲ ክልተ መዓልቲ ኢና ኣብዚኣ ክንጸንሕ። ደሓር ናብዞም ስድራና ዘለውዎ ማማኻ መጺኣ ስለ ዘላ ናብይ ናብ ሓንሳብ ክንከይድ። ኢለ ክዕላ ጀመርኩ። ኣብ መንጎ ዕላልና ኣነ ድኽም ኢልኒ ንዓነይ በል ተበገስ ኢለ ብኢዱ ሒዘ ሓፍ ከብሎ ናተለለኹ እሺ ከርክበኪ'የ ኢልኒ ኣነ ናብ መደቀሲየይ ሓለፍኩ። ኣብ መደቀሲየይ ኮይነ እንታይ ይዘራረቡ ኣለው ኢለ ጽን ኢለ ክሰምዖ ናተለለኹ ግን ፍረ ዘይብሉ ስቕ ኢሉ ጽጽጽጽ ዝብል ድምጽታት ጥራይ እሰምዕ ነይረ። የእምሮይ በዚ ድምጺ ዝተረበሸ። ዓው ኢለ ከኣ ሽሙ ጸዊዐ ንዓ! ንዓ እስከ በጃኻ! ኢለ ተዛረብክዎ። ሓራይ እሺ ክመጽእ እየ። ዋይ ተሻቒልኪ ዲኺ? እንዳበለ ንሱ ኣብ ኪሱ ክዛረበኒ ኣእምሮይ ግን ኣኽቢዱ ክሕስበኒ ጀመረ። እቲ ሕሹኽሹኽታ ናይ ክልቲኦም ንኣእምሮይ ክርብሸኒ እቲ ዝፍጠር ነገር በቃ ምፍላጡ ኣጸገመኒ። ድሕሪ ክልተ ሰዓት። ሰለስተ ሰዓት ኣቢሉ እዚ ሰብኣየይ ናብ ዓራት ምሳይ ክድቅስ ኢሉ ምስ መጸ ሓደ ነገር ተዛረብክዎ። ኣነ ጽቡቕ ስምዒት ኣይስመዓንን ደሎ ሕጂ ምሳይ ከይትሓድር ኬድካ ኣብ ሳሎን ዋላ ሕደር ኢለ ደፊረ ተዛረብክዎ። ንሱ ከኣ ታይ ትብሊ ኣለኺ ኣብ ዓራት እንታይ ኮይነ ዘይሓድር ምሳኺ ኢሉ ተዛረበኒ። ምኽንያቱ ክጽውዓካ ጸኒሐ ድሕሪ ሰለስተ ሰዓት ክልተ ሰዓት ኣቢልካ ንዓይ ክትመጽኣኒ እንታይ ክትገብር ስለ ዝጸናሕካዩ ስእለይ ጎሃርያ ጸኒሐ። ስእሊ ናይቶም መተዓቢታ ኣብቲ ምሳይ ዘሎ ብተዓዲ ከርእያ ጸኒሐ። እንታይ ኾንኪ ደኣ? ተገልቢጠ ኣነ ክሓተኪ፣ እንታይ ኾንኪ ንስኺ? ሰብኣይኪ ከይተወዘልኪ ዲኺ ፈሪሕኪ? መሊሱ ነቲ ዘሕርቕ ግብሩ ብዘረብኡ ደፋር ኮይኑ ክቐርበኒ ዋላ እኳ እንተፈተነ፣ ኣነ ግን ቶታሊ ገጸይ ኣጸዊገ ሕቖይ ሂበዮ ደቀስኩ። ካብታ እዋን እቲኣ ንንዮ፣ ኣነ ንሰብኣየይ ክጠራጠሮ ብኻልእ ዓይና ጥሙተየ ዝጀመርኩ። ክሳብታ ዝኸደላ መዓልቲ ጽቡቕ ግዜ የሕሊፈ ኣይብልን'የ። ዋላኳ ስደት ምሳይ እንተ ኾነ ዋላ ኣብቲ ስደት'ውን እንታይ ይገብር ኣይፈልጥን'የ በቃ ተጠራጢረ ክሳብ ሕጂ ንውላድ ደበቅዕ ርክብ ኣይንገብርን እና ዘለና። ስለዚ የሕዋተየ ኣብ ግዜ ሕጹነተይ ኣብታ ቀዳመይቲ መዓልቲ ምስ ሰብኣየይ ክፋለጠላ ዝግበኣኒ ለይቲ፣ ከምዚ ነገር ኣጋጢምኒ ክሳብ ሕጂ ካብ ርእሰይ በቃ ምህሳስ እዩ ስኢኑ ዘሎ የሕዋተይን ምኽርኹም ኣብ ቦታ ኮመንት ግደፉለይ ንኣእምሮይን ንሓዳረይን ከረስርስ ዝኽእል ከጓዕዝ ዝኽእል ሓሳብን ምኽርን ሃቡኒ ምኽንያቱ ክሳብ ሕጂ ምስኡ ርክብ ንኸይገብር ከልክልን ዘሎ ነገር እዚ ሓሳብ እዩ ደጋጊመ ዋላ እኳ እንተሓተትክዎ ንሱ ግን። ኣነ ዋልሓንቲ ይገበርኩም ምስኣ ስእሊ ጥራይ እየ ዘርእያ ኔረ ካብ ሞባይለይ ገንጺለ ንሳ ክኣ ኣብ ጎነይ ኮፍ ኢላ ትርኢ ኔራ እምበር ካልእ ዝገበርክዎ ነገር የብለይን ኢሉ እዩ ክሳብ ሕጂ ዝምልሰለይ ዘሎ ኣነ ግን እቲ ሕሹኽሹኽ ካብ ልበይ ክሳብ ሕጂ እይወጸን የሕዋተየ ጽን ኢልኩም ስለ ዝሰማዕኩምኒ የቀንየለይ ምኽርኹም ግን በጃኹም ሓዳረይ ኣብ ጠልጠል ከይገድፎ እፈርሕ ኣለኹ።